ሰላም ሰላም ዝኸበርኩም ተኸታተልቲ ወሎዶይ ፕሮዳክሽን እንቋዕ ደሓን መጻኹም ናብዚ ቻነል እምበኣር ሎማዓንቲ ከዓኒ ብዛዕባ ኣብ ማህደር ኣካዳሚ ንሰለስተ ወርሒ ዝወሰድክዎ ኮርስ እንታይ ዓይነት ይመስል ነይሩ እንታይ ተመኩረ የቡ እንታይ እዩ ከመይ ነይሩ ትምህርቲ ሓፈሻዊ ከካፍል ኢለ መፅኤ ቅድሚ ብዛዕባ ማህደር ፕሮዳክሽን ወይ ድማ ኣብ ማህደር ኣካዳሚ ዝወሰድናዮ ትምህርቲ ምዝራበይ ግን ገለ ካብቲ ሾሻል ሜድያ መሀለውና ምኽንያትሲ ገለ ናብ ሕብረተሰብ ክነመሓላልፍ ዓገብ ዓገብ ዝብሃል ዓገብ ክንብሎ ኣጆኻ ዝብሃል ኣጆኻ ክንብሎ እንድዩ እዛ ሓፍትና ትፈልጥዋ ኢኹም ሃገር ገለያ ትብሃል ቅድሚ ሕጂ ከምዚ ናይ ሞዴል ገለ ተወዳዲራ ብዙሕ ሽግር ተፈጢሩ ነይሩ ሎሚ ኣብዚ ከናዳ ከም ዝረኣኹሞ ብዛዕባ እዚ ናይ ከናዳ ምስ መፀ ሓደ ኤርትራዊ ኣቦ ኣብ ከናዳ ንክልተ ደቁ ምስ ቀተለ ብዛዕባኡ ዘምጽኦ ምንህሃር ከምዚ ሕማቕ ዘረባ ተዛሪባ ሕጂ ፈለማ ሕማቕ ዘረባ ምስ ተዛረበትስ እኮ ኣነ ሓቂ ዘረባ ከም ሕማቕ ክሓስቦ ኣይደለኹን በቃ ብስምዒት ኣትያ ወይ ቆሪጾም እዮም የጋግዩዋ የጋግዩና ዘለዉ ቆራሪጾም እዮም ዘይናቱ ትርጉም ሂቦሞ ብፖለቲካ ስለ ዝጸልእዋ ከምኡ ገለ ኢለ ሸለል ኢለያ ነይረ ሎማዓንቲ ግን ዋላ ብናይ ሳሚ ሽኮር ላይፍ ኣትያ ገለ እንዳሰማዕኳ ከለኹ መሊሳ ቅንዕቲ ከም ዘላ በቃ ዲፈንድ እያ ትገብሮ ዘላ በቃ ነቲ ናታ ዘረባሲ ነቲ ብስምዒት ኣትያ ዝተዛረበቶስ ከም ቅኑዕ እያ ትሪኦ ዘላ that's why ሕጂ እቲ ናታ ጌጋ ዕሽነት ወይ ናታ ዘይስነልቦናዊ ኣዘራርባ ዓገብ ክንብሎ ስለ ዘለና ከስምዐኩም እሞ እቲ ቪድዮ ሓፈሻዊ ዘለኒ ርእይቶ ከኣ ክጠቅስ እየ ሾርት ታይም ከኣ ደቂ ኣንስትዮ እዚኦም ሕማም ናይ ሕብረተሰብ እዮም ነዚኣቶም ምፍዋስ ብቐሊል ምሻሎ ዩ ኖ ወር ኣይ ሚን ኣኸራ you have full control of ነቲ መግቢ ገለመለ ከመይ ጌርክን ምሻለ ፊዚክሊ ዘይትኽእላ እንድሕር ኮይንክን ብኸብዶም እንድዮም ዝግዝኡ ብኸብዶም ከመይ ጌርክን ማለት እዩ ክፉእ ክንዛረብ ኣይንደለና ግን ካብቲ ጥዑይ ዝመውት እቲ ክፉእ ክርዳድ ናይ ሕብረተሰብ ንሱ ክእለየልካ ይሓይሽ ኦኬ ካብቲ ክፉእ ክመውትሲ እቲ ሕማቕ ጥዑይ ክመውትሲ እቲ ክፉእ ክመውት ይሓይሽ እንድያ ዝበላ ሕጂ ካብተን ዝመታ ዘለዋ እውን ንስኺ ምናልባት ተመትኪ እውን ይሓይሽ ክብልኹ ክኽእሉ እዮም ከምኣ እንተ ኢሎምኽስ ክትኩርይ የብልክን ሓፈሻዊ እዛ ሓፍትና ትብል ዘላሲ ንሰብኣይክን ዝኾነ ነገር ተሃሪምክን ብዓቕሚ ክተ ሃሪምክን ወይ ተኾሪልክን ወይ ዝኾነ ሕማቕ ነገር እንተገይርክንሲ ብፊዚካል ብሓይሊ ክትክእልኦ ተዘይክእልክንስ ኣብቲ መግቢ ስሚ ጌርክን ጌርክን ቅተላኦ ዝዓይነት እያ ትብል ዘላ ቀዳምነት እታ ቀዳመይቲ ጽፍፍቲ መልሲ ክትከውን ዝግብኣ ኣብ ሰብኣይኪ ፈቲንኪ ኣርኢና ክንብላ ንግብኣ ናይዛ ጓል ዕሽነት ግን ንሳ ጽቡቕ ሓዳር ትመርሕ እንተሃልያ ወይ ድማ ንሳ ወሊዳ እያ ቆልዓ ገለ ከም ዘለዋ ኣብ ዝኾነ ቪድዮ ሪእ ኣለኹ ተፈላለያ እንተኾይና ከዓ ከመይ ገይራ ምስ ሰብኣያ ብሰላም ከም ዝተፈላለየት ምስ ሰብኣያ ዘለዋ ዝምድና ከመይ ምዃኑ እያ ክትነግረና ትኽእል ጽቡቕ ሓዳር ትመርሕ ተሃልያ ከዓኒ ከመይ ገይራ ሓዳር ከመይ ገይራ ምስ ሰብኣያ ኮሚኒኬሽን ትገብር እንታይ እያ ሕማቅ ጽቡቅ ነገር ኣብ ሓዳራ ኣእትያቶ ዘላ ካብ ካልእ ዝበለጸ ነገርሲ ክትምህር እዩ ዝግብኣ ክቀትለካ ንዝመጽእ ቅተለካ ቅተሎ ወይ ንሰብኣይክን ቅተላ ክበሃልሲ ኣይግብኦን እዩ ዕዉት ሓዳር ትመርሕ ተሃልያ ብዛዕባ ዕዉት ሓዳራ ከመይ ገራ ትመርሖ ኣላ መምርሕታት እያ ክትህብ ዝግብኣ ትምህርቲ እያ ክትህብ ዝግብኣ ኣስተምህሮ እያ ክትህብ ዝግብኣ ብዛዕባ ሰብኣይ ክቕተሊ ኣቦ ደቂ ክቕተሊ በዓል ቃል ኪዳን ክቕተል ምባል ግን እዚ ብቤተ ክርስቲያን ይኹን ብሰብኣዊ ኹን ብኣድማሳዊ ኹን ኣዝዩ ሓጢኣት ሽግር ሰብ እዩ ከምዚ ዓይነት ድንቁርና ከዓኒ ሒዝካዮ ከማን ክትዕበጥ እዩ ዘለካ እምበር ተገቲርካ መጺኻ ክትዛረበሉ ኣዝዩ ዘሕፍር ነገር እዩ ሓፈሻዊ ግን እዞም ብሂወት ተስፋ ዝቆረፁ ናብራ ምዃን ዝኣብዮም ኣብ ፖለቲካ ተሪኢኹሞም ኣብ ገለ ተሪኢኹሞም ወላ ከምዚ ዓይነት ዘይብዛ ሰብ እዚኣ ሲ መን እዩ ምኽሪ ሓቲትዋ ንመን ኢያ ሰብኣይ ክንቀተላኦ ትብል ዘላ መን ኢዩ ህጂ ንዓኣ ኣሚኑ ሓደ ሰብ ሰብኣይ ሰብኣያ ተቀቲላስ ኣብዚ ዘመን እዚ ሰብኣይ ይቅተል ወዲ ቅተል ኣቦ ቅተል ኣደ ትቅተል ቀታሊ ቀታሊ ኢዩ ግደፍ ዶ ንሰብኣይካ ንበዓል ሓዳርካ ንናትካ ሰብሲ ንዝኾነ ሰብ ተቀቲልካዮ ክቀትለካ ኢሉ ንዝመጸ ሰብ እንተቀቲልካዮ ከማን ንስኻ ገበነኛ ኢኻ ንስኻ ሓደገኛ ኢኻ ብዝኾነ ከምዚኤን ከምዚ ብተስፋ ዝቆረጻ ኣለዋ በቃ ኣወዳት ደቂ ተባዕትዮ ከነኣሳ ኤርትራውያን መናእሰያት ከነኣሳ ክጸርፋ ጥራይ ዝውዕላ ማለት እዩ እዚ ከኣ ንዓገብ ክንብሎ ኣለና ካልኣይ እቲ ዝኸፍአ ነገር ከኣ ንገብሮ ዘለና እንታይ እዩ በዓል እዚኣ ዝገብራ ዘለዋ ወይ ካልኦት ዝገብሮ ዘሎ ከኣ ነቲ ሓድሽ ወለዶ ነቲ ሕጂ ዘሎ መንእሰይ ክወልድ ክዝምድ ክምርዖ ዝግብኦ ሓዳር ከቢድ ምዃኑ ናብራ ከቢድ ምዃኑ ሓዳር ምግበር ማለት እሱር ቤት ምዃኑ ንጓል ኣንስተይቲ በቃ ነተን ኣብ ኣዲስ ኣበባ ዘለዋ ደቂ ኣንስትዮ ኣይ ናይ ትምህርቲ ዕድል ረኺበን ኣይ ዕድሚኤን ክወልዳ ኣሎ ክዘምዳሉ ዘርሞ ዘርሞ ክገብረኤን እየን ደርዳልያ ዘለን ንሰን ኣብ ዝምፃ መፅኤን ገንዘብ ተዋህሊለን ገንዘብ ኣኪበን ትምህርቲ ተማሂረን ኣብ ዝምፃ መፅኤን ኮፍ ኢለን እሲ ነተን ዕድለን ፀልማት ኮይኑ ዝስምዐን ዘሎ ዕድሚኤን ዝኸደን ዘሎ ናይ ትምህርቲ ግዜኤን ዝጠፈን ዘሎ ኣብ ኣዲስ ኣበባ ዘለዋ ደቂ ኣንስትዮ ክድህልኣን እንደልያ ንሱ ጥራይ ኣይኮይኑን ንዚ ኣብ ምዕራባዊ ዓለም ደቂ ኣንስትዮ ስኢኑ ጥራይ ምንባር ከቢድዎ ክምርዖ ክዘምድ ክልተ ሰለስተ ክወልድ ዝግብኦ ዕድመ ሓሊፍዎ ዘሎ መንእሰይ ከኣ ከም ዘይምርዖ እየን ዝገብራ ዘለዋ ኣብ ሕብረተሰብ እየን ሕንፍሽፍሽ ዝፈጥራ ዘለዋ ሓፈሻዊ ግን ብዛዕባ ሓዳር ዝወሃል ኩሉ ጌጋ እዩ ሓዳርሲ ካልኣይትኻ ተምጽእ ማለት እዩ ሓበራዊ በይንኻ ትገጥማ ዝነበርካ ሂወትካ ምስ ካልኣይትኻ ትቃላሳ ማለት እዩ መዓት ዕዉት ሓዳር ከኣ ኣሎ ሽሕን ምዕትን ዕዉት ሓዳር ኣሎ ጎረባብትና ረኣይዎም ኣሕዋትና ረኣይዎም የዕሩኽትና ረኣይዎም መዓት ሽሕን ሚትን ኣሎ ዕድል ኣይገበርናን ኣብዚ ሎሚ ዜና ሞት ተኮይኑ ቅትለት ተኮይኑ እስራኤል ሚእቲ ሰባት ተቀቲላ ዜና ስራሕ እዩ ኣብ እስራኤል ሚእቲ ሰባት ተተመሪቆም ግን ዜና ይስርሐን ሾሻል ሚድያ ኩሉ ግዜ ናይ ነውፂ ሾሻል ሚድያ እዩ ነውፂ እዩ ዝፈጥር ሓደ ሰብ መውት ነውጺ ፍጠር ሓደ ሰብ እንተ ተመሪቁ ሓደ ሰብ ተተዓዊቱ ግን ዝመጽእ ዘይና የለን ኩሉ ግዜ ዘይና ኔገቲፍ ነገር እዩ ሸሻል ሜድያ ኩሉ ግዜ መጎሃሃር እዩ ስለዚ መዓት ዕውት ሓዳራት ኣሎ ካብ ስድራቤትኩም ካብ መቅርብኹም ድዮም ስለዚ ንሕና ከም መናእሰያት ንናብራ ንሓዳር ክንፈርሖ የብልናን ብበዓል እዚ ኣዓያሹ ዝወሃብ ዘሎ ኣስተምህሮ ከኣ ደሓን ንሕና እቶም ኣብኡ ዘለና ክንብድሆ ክንፍትን ኢና ወይ ክንብድሆ ኢና ከኣ ክንነግረን ኢና እቲ ድንቁርናን ወላ እቲ ዘይ ተኾይኑ'ውን ክሳብ ንሰን ናብ ሕማቕ ነገር ክሓስባ ከም ዝኽእላ ክትከዶ ኣለካ። ምኽንያቱ ከምዚ ንሳ ዝበለቶ ካብ ሓደ ጥዑይ ሰብ ዝመውት ወይ ካብ ሓንቲ ገርህ ሰብ ናይ እዚኣ ምኽሪ ሰሚዓ ሰብኣያ ተሕልፍ ወይ ስሚ ሂባ ንሰብኣያ መግቢ ሂባ ስሚ ትቕርበሉ ንሰብኣያ እዚኣ ክትእሰር ወይ ዓገብ ክትበሃል እዩ ዝግባእ። ብዝኾነ እዚ ወዲ እዚ ኣዝዩ ዘሕርቐካ ነገር እዩ እዚ ናይ ሾሻል ሚድያ ሾሻል ሚድያ ከዓኒ ኩላሃ ናብ ሾሻል ሚድያ ንነጥፍ ካባይ ኣትሒዝካ ማለት እዩ ይውሓድ ይብዛሕ ተዓዘብቲ ኣለውና ንኽኣሎ ንኽኣሎ ኣብቲ ሾሻል ሚድያ ንመላለስ ኣለና ሓደ ኣብቲ ሾሻል ሚድያ ዝግበር ከዓ ናይ ሾሻል ሚድያ ተነጣጠፍቲ ዝወሃብ ኮርስ የለን። ስቕ ኢሉ ሰብ ብተውህቦ ድዩ ወላ ብህልኽ ወላ ብገለ ህቡብነት የጥሪ ወይ ሰዓብቲ የጥሪ ሽዑ በቃ ከም ድለያዮ ሕብረተሰብ እንዳ ደወነ ገለ በለ ዝኾነ ዝወሃብ ኮርስ የለን። ኣብዛ ዓድሲ ኣነ ኤሌክትሪክ እየ ናይ ገዛ መብራህቲ እየ ዘተኣታቱ ንሱ እዩ ሞያይ። ኣብ ክልተ ዓመት ኣብ ሰለስተ ዓመትስ እንታይ ኣሎ ሓድሽ ዝመጽእ ሕግታት ኣብደይት ክትግበር ሌየር ጋንግ ይበሃል በዛ ዓደይ ዶ እነ ብኻልእ ዓዲ ግን ቢልዱንግ ዝዓይነቱ እዩ ማለት እዩ ንክልተ ሰሙን ትስደድ ኢካ ሽዑ ዝመጽ ኣብዚ ክልተ ዓመት ዝመጽ ሓደሽቲ ሕግታት ኣብደይት ኢካ ትኮን ኣብዚ ናይ ሾሻል ሜድያ ከኣ ምስ ዝምምጻ ናይ ኤኣይ ድዩ ናይ ካልእ ድዩ ዝኮነ ኣብደይት ዝገብሩና ጋዜጠኛታት ኩሉ ሰብ ካበይ ኣትሒዝካ ወላ ሓደ ዝተማሃርናዮ ነገር የለን ኣብዚ ናይ ሜድያ ማለት እዩ ይሕመቅ ንሕመቅ ንንፋዕ ከኣ ንቲ ሾሻል ሜድያ ንጥቀመሉ ኣለና ይውሓድ ይብዛሖ ከኣ ሰዓብቲ ኣለዉና። ክነጋግስ ንኽእል ኢና። ኣነ ብዝሃብክዎ ሓበሬታ ሓደ ሰብ ተጋግየ ዕንወት ክፍጠር ይኽእል'ዩ ዝሓደ ሰብ። ከምዛ ሓብትና ዝበለታ ሓንቲ ሰብ ኣሚናታ ሰብኣያ እንተቐቲላ ዕንወት ናይ ሓደ ሕብረተሰብ እዩ። ስለዚ that's why ኣነ ብዝተኻእለኒ መጠን እዚ ናይ ሾሻል ሜድያ ብርድኢትን ብርትዓውነትን ብቅንዕናን ከገልግለሉ ስለ ዝደሊ ስለ ዝኾነ ከምዚ ዓይነት ኮርስ ገለ ክወስድ እፍትን እየ። ቅድሚ ሕጂ ኣብ ናይ ኤርፒኤም ዝተውሃብ ናይ መሰረታዊ ጋዜጠነት ትምህርቲ ነይሩ ብመምህር ካልድ ዓብዱ፣ መምህር መሓሪ፣ መምህር ዮናታን ኣብኡ ወሲደ ነይረ። ሕጂ ከዓ ኣብ ማህደር ፕሮዳክሽን ከዓኒ ወይ ማህደር ኣካዳሚ ከዓኒ ብዛዕባ ሓፈሻዊ መሰረታዊ ስነ ጥበብ ስነ ጽሑፍ እንዲ ዝብል ኣዝዩ ግን ካብኡ ዝሓለፈ እዩ ነይሩ ንዓይ ኣዝዩ ቀዳምነት እቲ ካሪክለም እቲ ዓይነት ኣመሃራ ናይቲ ማህደር ኣካዳሚ ዘምፅዎ ዓይነት ኣመሃራ ኣብ ኤርትራሲ ንኣብነት ኣብ ቤተክርስትያን ናይ ዓድና ነቲ ግእዝ ሱቕ ኢሎም እዮም ዝሽምድድዎ እቶም ድያቆናት እምበር ወይ እቶም ኣቕሽሽቲ እምበር እንታይ ምዃኑ ትርጉሙ ኣይፈልጥዎን። ንሕና ዋላ ካብ ሻድሻይ ክሳብ ዓስራይ ክፍሊ እንግሊሽ ተማሂርና ንሽምድዶ ግን እንግሊሽ ኣይንዛረብን ኢና። ስለምንታይ ኢና ዘይንዛረብ? ምኽንያቱ ይርድእና ኣይነበረን መምህርና ዘዝበለና ኢና ንደግም ነይርና። ናይ ማህደር ኣካዳሚ ወይ ማህደር ፕሮዳክሽን ፍልይ ዘብሎ ነገር ወላ ሓደ ካብቲ ቀንዲ ዝፈተኽዎ ነገር እንተኾይኑ ነይሩ ኣነ ግንሲ ይርድእካ እዩ። ዕዮ ገዛ ትወሃብ እቲ ዕዮ ገዛ ተረዲእካ ኢኻ ትሰርሖ ብፍላይ ስነ ጥበብ ስለ ዝኾነ ከኣ ንጹር መልሲ ስለ ዘይብሉ ከምዘ ማትማቲክ ክልተ ተደምሮ ክልተ ኣርባዕተ ብዝተረድእካ ኢኻ ትሰርሕ ሕቶታት እውን ብግቡእ ትሓትት ዳኒ ሓቂ ዘረባ ኣዝዩ ናይ ቋንቋ ክእለት ዘለዎ ናይ ምስማዕ ናይ ምርዳእ ክእለት ዘለዎ ኣዝዩ ዝበለፀ ትምህርቲ ተማሂረ ዕዮ ገዛ ከዓ ነይሩ ኣብ ሰሙን ክልተ ግዜ ኢና ንምሃር ነርና እቶም ናይ ኒውዮርክ ታይም ነይሮም ሶኒን ሓሙስን ዝምሃሩ ናይ በርሊን ታይም ነርና ከዓኒ ሰሉስን ዓርብን ንምሃር ማለት እዩ ዓርቢ ዕዮ ገዛ ይወሃበና ክሳብ ሶኒ ናይ ምሸት ከዓኒ ነረክቦ ማለት እዩ ዕዮ ገዛ ከዓኒ ምስ ስነ ፅሑፍ ክንፅሕፍ ኣለና መፅሓፍቲ ክነንብብ ኣለና ዛንታታት እውን መወከሲታት እንዳምፀ ኣዝዩ ዝበለፀ ትምህርቲ ነይሩ እቲ ዕዮ ገዛ ዝያዳ ንክመሃርን ንክርድኦን ጠቢቐ ንኽብሎን ን ዓሰርተ ምዕራፋት ን ሰለስተ ወርሒ ዝኸደ ትምህርቲ ስለ ዝነበረ ኣዝዩ ደስ ኢልኒ ምስቲ ኣቐዲመ ዝወሰድክዎ ናይ RPM ተሓዊሱ ጽቡቕ ብዓቢኡ ከኣ ናይ ክረቲካል ቲንኪንግ ምወላ ስለ ዝነበረ ትዝታይ እቲ ነቐፌታዊ ኣተሓሳስባ ነቐፌታዊ ኣተሓሳስባሰ ወላ ኣብዚ ናይ ደምበ ፍትሒ ትርእይዎ ኢኹም ዝኾነ ሰብ ይነቅፍ ገለ ርእይትኡ ይህብ ከም ዓይኒ ጽላኣት ከም ንተቓለስቲ ትቃለስ ዘለኻ ገሮም እዮም ዝወስድዎ ግን ሓደ ሰብ ክነቕፈካ ከሎ ብቕንዕና ክትርድኦ ብርትዓውነት ክትርድኦ ጸሊኢካ ከውድቐካ ደልዩ ዘይኮነሲ ንስኻስ ብቕንዕና ክትርድኦ ከም ዘለካ ርትዓውነት ንሓደ ስነ ሞጎት ንሓደ ነቐፌታዊ ኣተሓሳስባ ዘቕርብ ዘሎ ኣብ ልዕለኻ ድዩ ኣብ ልዕሊ ካልኦት ከመይ ጌርካስ ብርትዓውነት ትርድኦ ብስምዒት ገለ ዘይኮነ ብጽላኣት ብፖለቲካዊ መርገጺኡ ብሃይማኖቱ ዘይኮነሲ ብርትዓውነት ክጥምቶ እውን ሓደ ካብቲ ዝነበረ ኣዝዩ ጽቡቕ ነገር እዩ ማለት እዩ እቲ መልሲ ንሕቶታትና ወላ ኣብቲ ቤት ትምህርቲ ዘሐጉሰካ ነገር ኣቦታት ነይሮም ኣደታት ነይረን ንእሽቲ ካባይ ዝንእሱ ነይሮም ክንዳይ ዕድመ ነይሮም ካባይ ብዕድመ ቁሩብ ዝዓብዩ ነይሮም ዳኒ ንባዕሉ ሲ ካባይ ይንእሱ ይፅቡቅ ገይሩ መመሪ ግን ደስ ብለካ ሕብራዊ ንኩሉ ዓይነት ዘካተተ ስለ ዝነበረ ኣዝዩ ደስ ኢልኒ ማለት እዩ ንኩሉ ዓይነት ዜጋ ማለት እዩ ስለዚ ኣብኡ ዝተፈላለዩ ዓይነት ገሊኦም መፃሕፍቲ ዝፀሓፉ ነይሮም ገሊኦም ኣብ ሶሻል ሚድያ ዝነጥፉ ሰባት ነይሮም እዚ ከዓ ብሉፅ ነገር ዝገብሮ ሲ ዝተፈላለዩ ናይ ትምህርቲ ኣካዳሚ ናይ ተመክሮ ናይ ስነ ጥበብ ስታይ ነርና ብዙ ጉባእ ኣልይዎ ኢለ ዝሓስብ ኣብ መወዳእታ ግን ኣነ እንታይ ክብል ዝደሊ ቅድሚ ሕጂ እውን ኢለኩም እየ ንቶም ናእሽቱ ኣለኹም ንፉዕ ግጥምታት ጽቡቕ ግጥምታት ትጽሕፉ ጽቡቕ ዛንታታት ትጽሕፉ ገለ ኣብዚ ትምህርቲ እዚ እንተተማሂርኩም እቲ ዝዓበየ ነገር ክትገብርዎ ትኽእሉ እንታይ ይመስለኩም ውሕድ ጌጋታት ክትገብሩ ኢኹም ውሕድ ጌጋ ምግባር ከዓኒ ፅፉፍ ስራሕ ምቕራብ ማለት እዩ ንስኻ ተውህቦ ኣለካ ንኣብነት ንስኻ ፅቡቕ ተፃወታይ ኩዕሶ ኢኻ ጽቡቅ ተክኒክ ኣለካ ትሬኒንግ ዘይትገብር ተኾንካ ብድስፕሊን ትሬኒንግ ዘይትሰርሕ ተኾንካ ግን ታሌንትካ ወላ ሓንቲ ኣይኮነን ብውሑድ ግን ብዙሕ ጌጋ ኢኻ ትገብር ፍዚካል ክትወድቅ ኢኻ ከምዚ ናይ ሮናልዶ ረኣይዎ ሕጂ ሮናልዶ ተውህቦ ነይርዎ ምስ ትሬኒንግ ከዓ ሕጂ ወዲ ኣርብዓ ዓመት ኮይኑ ስቲል ጎል ይእቱ ኣሎ ዝፃወት ኣሎም ኣለዉ ረናልዲኖ ብራዚላዊ ረኣይዎ እቲ ዝበለፀ ቴክኒክ ዝበለፀ ተፃወታይ ኩዕሶ ናይ ዓለም ናይ ወይ ዝበጸ ምስ ኩዑሶ ዝነበሮ ርክብ ወይ ታሌንት ዝበለጸ እዩ ድስፕሊን ኣይነበሮን ኮርሳት ኣይወሰደሉን ትሬኒንግ ኣይገበረን ኦእምሮ ከኣ ከምኡ እዩ ኣብ ስነ ጽሑፍ ከኣ ክንዲ ዝሃለዎ ኣይሃለወኩም ተውህቦ ክህልወኩም ይኽእል ይኸውን እዩ ትምህርቲ እንተዘይወሲኽኩምሉ ንዕኡ ገለ ነገር ተዘይወሲኽኩምሉ ከምዚ ንበዓል ማህደር ኣካዳሚ ዝህቦ ዘሎ ትምህርቲ ተዘይወሲኽኩምሉ ግን ወላሓንቲ ኣይኮነን ኣብ መወዳእታ ማለት እዩ ሕጂ ንቶም ናእሽቲ መናእሰያት ብፍላይ ካብ ኣይትንእሱ ንቶም ዓበይቲ ተመኩሮ ሂወትኩም ንምክፋል መጽሓፍቲ ክትጽሕፉ ትደልዩ ተኾንኩም ጠቃሚ እዩ ንቶም ናእሽቲ ከኣ ብሕጂ ናብ ስነጥበብ ትኣትዉ ሰባት ከኣ መሰረታዊ ነገር ዝበለጸ ነገር እዩ ካብ ኩሉ ከኣ ወላ ክትጽሕፉ እንተዘይክኢልኩም ወላ ክትኣንብቡ እንተዘይክኢልኩም ክተስተማቅሩ ትኽእሉ ኢኹም ስለምንታይ ሓንቲ ደርፊ ትጸልእዋ ኣለኹም ስለምንታይ ከ ትፈትውዋ ኣለኹም ስለምንታይ ከ ንሓንቲ ደርፍስ ሽሕን ሚእትን ትሰማምዓ ስለምንታይ እንታይ ስለ ዘለዋ እዩ እዚ ንባዕሉ ክምልሰልካ ዝኽእል እዩ ሓፈሻዊ ውን ብዙሕ ነይሩ እቲ ምዕራፋት ዝተፈላለየ ነይሩ ብዛዕባ ስነ ግጥሚ ነይሩ ስነ ጽሑፍ ነይሩ ብዛዕባ ዛንታታት ፊልምታት እንታይ ማለት እዩ ክንደይ ዓይነት ፊልምታት ኣሎ ዳኖ ወዲ መምህር ወይ ድማ ማህደር ኣካዳሚ ዝተጠቀምሉ ቀደም መሃራት መውከሲታት ኣዝዩ ዝበለጸ ነይሩ ከም ዝርደአና ከም ንሽምዶ ዘይኮነስ ከም ዝርደአና ባይዘወይ ኣዝየ ዝዓገብኩሉ ነገር እዩ ማለት እዩ ኣዝየ ከምዚ ዓይነት ትምህርቲ ከዓ ብካልኦት ክወሃብ ተስፋ ገብር ኣብ ካልኦት ከዓ ክንሳተፍ ሓፈሻዊ ግን ኣብዚ ወርሒ ሽዱሸ ከዓኒ ናይ ስነ መጎት ዓይነት ትምህርቲ ክጅምሩ እዮም ኣነ ክመሃር እየ ደስ እንዳበለኒ ክመሃር እየ ካልኦት ምሳና ብኮይድኩም ብዛዕባ ብፍላይ ቶም ኣብ ፖለቲክስ ድዩ ኣብዚ ናይ ደንበ ፍትሒ ወላ ኣብ ህግደፍ ዘለኹም ስነ መጎት ክርድኦኩም ዝኽእል ሰባት ወይ ድማ ክትማጎቱ ባህጊ ዘለኩም ኣብ ፖለቲካ ድዩ ኣብ መደረ ኣብ ባይቶ ክትነጥፉ ትደልዩ ሰባት ጠቓሚ እዩ ኢለ ይሓስብ ብናተይ ገምጋም ከመይ ዓይነት ትምህርቲ ምዃኑ ስለ ዘይተማሃርኩ ኣይዛረብን እየ ግን ናብ ከምኡ ዝዓለመ ሓቲተዮ ከዓ ነይረ እየ ንዳኒ ከምዚ ዓይነት ትምህርቲ ክንድና ወርሒ ሽዱሽተ ምስ በለኒ ገለ ሕቶታት ነይርኒ ሓቲዮ ነይረ እየ ስለዚ ከም ትፅቢተይ ክኸውን ተስፋ ገብር እዚ ዝነበረ ናይ መሰረታዊ ስነ ጥበብ ስነ ፅሑፍ ግን ሓደ ካብቶም ካብ ትጽቢተይ ወጻኢ ዝነበሩ ዓይነት ትምህርታት እዩ ወይ ክንድኡስ ኣይተጸበኽዎን ብጣዕሚ ዓጊበሉ ብዝኾነ ንቶም ክትምሃር ትደልዩ እዚየ ክብለኩም ደሊ ብቲ ልበቲ ግን ንብምልእኹም ኣብ ማህደር ኣካዳሚ ዘለኹም ኣብቲ ናይ ቦርድ ንብምልእኹም ስፔሻል ከዓ ንዳን ወዲ መምህር ብኣካል ቀሪብና ገለ ስለዝፈለጥናዮ ወይ ምስኡ ክንዕልል ስለዝኸኣልና ኣዝዩ ደስ ዝብለካ ጽቡቕ ናይ መሃራ ቅደሎ ንፉዕ እዩ ስለዚ ብጣዕሚ ቴንኪዩ ማህደር ኣካዳሚ ንዝፈጠርኩምና ዕድል እቶም ካልኦት ከዓ ኣብኡ ክትምዝገቡ ትኽእሉ እዮም ዝኾነ ግን ናተይ ተመክሮ ብዛዕባ ማህደር ኣካዳሚ እዚ ነይሩ ስለምንታይ ይዛረበሉ ዘለኹ መስለኩም ማህደር ኣካዳሚ ኣነ ኣብዚ ሶሻል ሚድያ ትርእዩኒ ኢኹም ኣብ ቲክቶክ ኣብ ፌስቡክ ብዙሓት መፅሓፍቲ እዮም ዝመፁኒ ከምዚ ገሊኦም ባዕሎም ቶም ደረስቲ ህያብ ይህቡኒ ገሊኦም ኣድቨርታይዝ ባግበረልና ገለ ኢሎም ይህቡኒ ኣነ ግን ዘይፈተኹዋ መጽሓፍ ንቲ ደራሲ ስለ ዝፈተኹዎ ጥራይ ወይ ድማ ንቲ ሰብ ክተሓባበሮ ስለ ዝደለኹ ጥራይ ዘይፈተኹዋ ወይ ዘይዓገብኩላ መጽሓፍ ኣድቨርታይዝ ክገብረላ ኣይክእልን እየ። ምኽንያቱ ንተዓዘብተይ ከታልሎም ኣይደልን እየ። ዝማህደር ኣካዳሚ ከኣ ሕማቕ እንተዝረኽቦ ነይረ ሕማቕ ኢለ እየ ክዛረብ ዝኽእል። ንሱ ይምሂረና ሓደ ካብቲ ማህደር ኣካዳሚ ዝማሃረና ሲ ርትዓውያን ሓቂ ማለት እዩ ማህደር ኣካዳሚ ሕማቕ እንተረኺብካዮ ሕማቕ እየ ረኺበዮ ከምዝን ከምዝን ጉድለት ነይርዎ ኢልካ ክትዛረብ ኣለካ እምበር ዘይከውን ነገር ኣድቨርታይዝ ምክንያቱ ነቲ ኣሚኑ ዝዕዘበካ ዘሎ ሰብ ኢኻ ክተታልሎ ትኽእል ንዓይ ኣብዚኣ ትሰምዑኒ ዘለኹም ሰባት ንዓይ ተኣምኑኑ ሰባት ኢኹም ንዓኹም ከታልለኩም ኣይድልን እየ ንዓኹም ሓቂ ክነግረኩም እየ ናይ ማህደር ኣካዳሚ ሕማቕ ትምህርቲ ነይሩ ኬድኩም እንተደሊኹም ክትርእይዎ ትኽእሉ ኢኹም ንዓይ ግን ኣይዓገብኩሉን ክብለኩም እየ ጽቡቕ እንተነይሩ ከኣ ከምዛ ዝብለኩም ዘለኹ ጽቡቕ ኢለ ክዛረብ ኣብ መወዳእታ ግን ዛትስ ዋይ እኹም ዝብለኪ ዘለኹ ስለዚ ኣብዚ ሾሻል ሜድያ ውን ብዙሓት መጻሕፍቲ ገለ መጺኦምኒ እዮም ኣድቨርታይዝ ግበረልና ኣንቢብካ ተፈቲኻ እስከ ከምዚ ገርካ ኣቕርበልና ገለ ዝብል ናይ ግጥምታት ገለ ግን ትዓግበሉ ስለ ዘይኮነ ከም ዝበልኩም ከኣ ከምዚ ዓይነት መጽሓፍ ክብል ከለኹ ከዓ ግዝእዋ ስለ ዝብለኩም ዘለኹ ንዘይዓገብኩሉ ነገር ከዓ ገንዘብ ክተውፅኡሉ ኣይደልየኩምን እያ ዝዓገብኩሉ ክጠቕመኩም ንዝኽእል ነገር እየ ከዓ ገንዘብ ክተውፅኡሉ ዝደሊ ብዝኾነ ግን በቲ ልበቲ ብጣዕሚ ቴንኪው ክብረት ሃበለይ ማህደር ኣካዳሚ ዛትስ ዋይ ወላ ዝሓለፈ ሰለስተ ወርሒ ብዙሕ ቪድዮታት ክሰርሕ ዘይከኣልኩ ምስቲ ትምህርቲ ካልእ እውን ጉዳይ ስለ ዝነበረ ተስፋ ይገብር ብሕጂ ግን ርእይቶታት ክንህብ ኣብቲ ሶሻል ሚድያ ከዓ ቁሩብ እቲ ዝተምሃርናዮ ትምህርቲ ከዓ ቁሩብ ለውጢ ክትርእይሉ ማለት እዩ ንሱ እንዲቲ ናይቲ ቤት ትምህርቲ ክውን ወላ ናይቶም ተዓዘብትስ ኦኬ ተማሂረ ብሎ ኣሎ ሃብቶምስ ለውጢ ከምፅእ ኣሎ ዶ ማህደር ኣካዳሚ እውን ተምሃሮ ኣፍርየ ኣብ መመረቕታ ኣብፅሐ ብል ኣሎ እቶም ዘመረቖም ተምሃሮ ከሲ ለውጢ ይገብሩ ኣለዉ ዶ ገለስ ንሱ ዩ እቲ ጻማ ናይቲ ትምህርቲ ወይ ናይቲ ቤት ትምህርቲ ኢለ ይሓስብ በቲ ልበቲ ግን thank you ሰናይ ቅንያት ደሓን ኩን።